ሰላም ንኹላትኩም ኣባላት ኢካክ ከምኡ ውን ኤርትራውያን ተቐማጦ ከተማ ካልጋሪ ምሳኹም ዘለኹ ሎሚ ዮናስ እየ ምስ ኣባላት ቦርድ ናይ ኢካክ ከምኡ ውን ምስ ሰራሕተኛታት Staff ናይ ኢካክ ሎሚ ሓፈሻዊ መብርሂ ጉዕዞ ናይ ኢካክ ከመይ ከምዘሎ ሓፈሻዊ መግለጽን መብርህን ክንህብ ኢና። ኣብዚ መደብ እዚ ምሳና ክትኮኑ ብኽብሪ ንዕድም። ሰናይ ምክትታል። እሺ ኩላትኩም ኣባላት ቦርድ ከምኡ ውን ሰራሕተኛታት ናይ ኢካክ ናብዚ መደብ እዚ ስለ ዝተረኸብኩም ከመስግነኩም ይፈቱ። ብቐጥታ ናብቲ ዘሎ መደብን ሕቶታትን ክንኣቱ እሞ ብእኡ ዘሎ ሕቶታት እናመለስና ንከይድ ኢና። ናይ መጀመርታ ሕቶይ ናብ ኤፍሬም እያ ክትከውን ማለት እዩ። ኣብ ዙርያ ፋይናንስ ናይ ኢካክ ኣብዚ ኮርተር እዚ ምንጪ ኣታዊ ናይ ኢካክ እንታይ እዩ ነይሩ ከመይ እዩ ዘሎ፣ ንመጻኢኸ እንታይ እዩ ዘሎ እቲ መደብ ሓጺር መግለጽን መብርህን ክትህበና። እሺ Thank you ዮኒ ኢካክ ኣብዚ ዝሓለፈ ቀዳማይ ራብዓይ ዓመት እቲ ኣታዊታቱ ካብ ስርሕ ዝበለ ኣታዊ ኣለዎ ገለ ካብቲ ኣታዊታቱ ንምጥቃስ ኢካክ ካብቲ ናይ ኣባልነት ሓደ ካብኡ ኣታዊ ኣለዎ ተወሳኺ ኢካ ካብ ናይ ኣፕሊኬሽን ናይ ስፖንሰር ሺፕ ኣብ ዝግበር ውግእ ነፍሲ ወከፍ ኣቲ ኣባልነት ናይ ስፖንሰር ክምዝገብ ከሎ ካብኡ ዝርከብ ኣታዊ ኣለና ተወሳኺ ኢካ ካብ AGLC ኣባል እዩ ወይ ብልምዲ ኣተካውዓ ናይ ካዚኖ ንብሎ ካብኡ ውን ኣታዊ ኣለና ከም ራብዓይ ድማ ኢካ ነቲ ናይ ስፖንሰር ሺፕ ናይ ኣባላት ዝተቀበሎ ኣብ ባንክ ብዝገበሮ ወፍሪ ዝርከብ ኣታዊ ኣለዎ ማለት እዩ። ኣብዚ ቀዳማይ ርብዒ ዓመት እቲ ኣታዊ ክንሪኦ እንተፈቲንና ማለት እዩ ኢካክ ካብ ኣባልነት ከባቢ ሚእትን ኣርባዓን ኣርባዕተን ሽሕ ኣታዊ ገይሩ። ብተወሳኺ ኣብቲ ናይ ስፖንሰርሺፕ ኣብ ምስታፍ ኣብ ዝነበረ ድማ ነፍሲ ወከፍ ኣባል ንስፖንሰር ንክሳተፍ ብዝገበሮ ናይ ኣታዊ ድማ ከባቢ ዕስራን ሽዱሽተን ሽሕን ሸሞንተን ስሳን ኣታዊ ነይሩ። ተወሳኺ እቲ ናይ ስፖንሰርሺፕ ኣብ ዝገበሮ ኣታዊታት ኣብ ኢንቨስትመንት ኣብ ዝገበሮ ማለት እዩ ይካብ ከባቢ ሚእትን ዕስራን ኣርባዕተን ሽሕ ኣታዊ ክረክብ ክኢሉ ማለት እዩ። Thank you ኤፍሬም ቀጺልና እቲ ንብሕጂ ዘሎ ምንጪ ኣታዊታትና ከመይ እዩ ክመስል ዝብል ፕላን ናብ ዳይረክተር ክገድፎ እየ ማለት እዩ ቀጺለ ናብ

ምጉዳል ተራእዩ ማለት እዩ ብሰንኪ እዚ ናይ መንግስቲ ካናዳ ዝገብሮ ዘሎ ናይ ኢሚግሬሽን ካትስ ማለት እዩ ብመሰረት ዝበጽሓና ቁጽሪ ግን ብዝተኻለ መጠን ምስ ካልኦት መሳርሕትና ብምትሕብባር ንብምሉኦም እቶም ዝተዓወቱ ክንህቦም ክኢልና ገለ ካብቶም ተጸባባይቲ ዝነበሩ እውን ዕድል ረኺቦም ስፖንሰር ክገብሩ ክኢሎም ኣለዉ፣ ቤተሰቦም ማለት እዩ። ብተወሳኺ ኣብ ልዕሊኡ ነቲ ናይ ስፖንሰርሺፕ ፕሮግራም ኤክስፓንድ ንምግባር ኣብ ካልእ ነገራት ኤክስፕሎር ኣብ ምግባር ኣለና። ሓደ ካብኡ እዚ BVOR፣ JAS and EMPP ማለት እዩ። ኣብዚኦም እውን ንሰርሕ ኣለና ምስ IRCC ማለት እዩ። ሓደ ካብቲ ዓበይቲ ዝገበርናዮ ነገራት ኣብ ዝሓለፈ ዳርጋ ክልተ ዓመት ገይርና ኣለና ሳልሳይ ዓመትና ሕጂ እዩ። ወፍሪ ጉባኤ ሳመ ክንገብሮ ንሓስብ ዘለና ከኣ እዚ ናይ ምስ ኢሰያስ ብምትሕብባር ፍሉይ መደብ ዝገበርናዮ ናይ ሓደ ፕሮጀክት ኣሎ ፕሮጀክት እስራኤል ማለት እዩ ድሮ ካብቶም ክልተ ሽሕን ዕስራን ሰለስተን መጀመርያ ዝነበረ ፕሮጀክት ዝገበርናሎም ከኣ ብብዝሒ ሰብ ክረኣ ከሎ ትሽዓተ ሰባት ኦሬዲ መጺኦም ኣለዉ ኣብ ዝሓለፈ ሰሙን ተቐቢልናዮም ዝተፈላለየ ሓገዝ ዘድልዮም ሰባት እዮም ግን ስቲል ውጽኢት ናይቲ ቅድሚ ሕጂ ዝተገብረ ማለት እዩ ኣብ ሰትልመንት ክርኢ ከለና ኣብዚ ቀዳማይ ኳርተር ቀዳማይ ርብዒ ስሳን ሰለስተን ብ ኣፕሊኬሽንስ ክንሪኦ ከለና ብብዝሒ ሄድ ካውንት ክንሪኦ ከለና ከኣ ሚእትን ስሳን ሸውዓተን ሰባት ተቀቢልና ሓምሽተ ኦረንቴሽን ኣብ እሪካ ጌርና ምስ ሲሲኣይኤስ ብምትሕብባር ኣገይን ኣብዚ ዝመጽእ ከኣ ምስ ሲኤፍኤን ዝያዳ ብምትሕብባር ከኣ ናይ ፌር ኢንትሪ ኣንድ ፕላስ እዚ ቻርጅ በነፊት ኣፕሊኬሽን ካናዳ ጃብስ በነፊት ኣፕሊኬሽንስ ንምግባር ከኣ ንሰርሕ ኣለና። ክልተ ናይ ጆብ ሰርች ፕላስ ረዚዩመ ራይቲን ወርክ ሾፕስ ኣካይድና ኔርና። ብሓፈሽኡ ነዚ የመስል ናይ ሎም ዓም ናይዚ ዝሓለፈ ኳርተር ሰፕሊመንት ዝገበርናዮ ስራሕ ፕላስ ኣብ ስፖንሰርሽፕ።
Thank you ሱራፌል። ዳይረክተር ናይ ኢካክ ሞሃመድ ናባኻ እየ ከብል። እዚ ሓጺር መግለጺ ናይቲ ዝተገብረ ስራሓት ኮይኑ ብሕጂ ኢካክ ኣብዚ ቀጺሉ ዘሎ ርብዕታት ናይዚ ዓመት እዚ እንጽበዮ ስራሕ ወይ ምዕባለታት እንታይ ክህሉ እዩ? ሓፈሻዊ ክተጠቓልለልና ክህበካ።
የቐንየልና ዮናስ። ብምቕጻል Thank you መጀመርያ እቲ ዘቕረብኩምዎ ጸብጻብ ኤፍሬም ከምኡ ውን ሱራፊያል ብዓቢኡ ኢካክ ኣብዚ እዋን እዚ ወይ ከኣ ካብ ዝሓለፈ ኣርብዓ ዓመት ክሳብ ኣብዚ እዋን እዚ ካብቲ ቀንዲ ክሰርሖ ዝግብኦ እሊ ትልቢት ንጎኒ ብዝተፈላለየ መገዳት ሓደ ካብቲ ቪዥን ናቱ ተኣልዩ ነይሩ ካብቲ ሌጋል ኮምፕሊያንስ ናቱ እውን ቁሩብ ተወንዚፉ ነይሩ። ዓበይቲ ከም ዝኣመሰለ ጉዳያት ነይርዎ። ሕጂ ሓደ ካብቲ ቀንዲ ኣብ ዝቕጽል ዘሎ ካብዚ ካልኣይ ርብዒ ዓመት ንኔው ክንሰርሓሎ ደሊና ዘለና ሓደ ቀዳማይ እቲ ቪዥን ኣላይመንት ናይ ኢካክ እዩ። ኢካክ ነቲ ቀንዲ ዝተመስረተሉ ስራሕ ክሰርሕ ክኽእል ኣለዎ። እዚ ንሪኦ ዘለና ስራሕ ንጥፈታት ናይ ኢካክ ድበዚሕ ኣብ ናይ ስፖንሰርሺፕ ስለ ዝኾነ ስፖንሰርሺፕ ከኣ ኣኺሉ ዝተጣየሰ ፕሮግራም እዩ። ካልኣይ ብመንግስቲ ዝመሓደር ንሕና ከኣ ተግበርቲ ናቱ ኢና። ንሕና ከም ኤርትራውያን ኣብዚ ዓዲ እቲ ዝያዳ ከስርሓና ትኽእል ናይ ቪዥን ኣላይመንት የድልየና ስለ ዝኾነ ኣብ እንሰርዐም ፕሮግራማት ሓደ ካብኡ ተሰሪዑ ዘሎ ናይ ሆም ኦውነርሺፕ ፕሮግራም ኣብ Eritrean Community ክተኣታቶ በዚ ማለት ናይ ድበዝሕ ሰብ ቀንዲ ሽግር ኮይኑ ዘሎ ኢልና ደጽናዕናዮ ምውናን ናይ ገዛ ድብልዩ ኣብኡ ሓገዛት ድወሃበሉ መገዲ ዝተፈላለየ ናይ ፍልጠት ሓገዛት ቀዳማይ ካልኣይ ከኣ ኮም ፕሮግራም ኮይኑ ሰብ ብናቱ ኮንትሪቢዩት እንዳገበረ ከመይ ገይሩ ኣብ ገዛ ምግዛእ እቲ ኮሚኒቲ ክተሓጋገዝ ዝኽእል ኣላይመንት ናይ ቪዥን መደብ ኣለና። ካልኣይ ወዲ ሰብ ይመውት ኣብ መወዳእታ ይውለድ ኣብ መወዳእታ ውን ስለ ዝመውት ኣብቲ መስርሕ ናይ ኣላዪ ገዛ ወይ ኣባል ናይ ገዛ ኣብ ዝዓርፈሉ እዋን ዘሎ ሽግራት ደበስ ንስድራ ቤት ድኾን ናይ ፊነራል ኤክስፐንስስ ፕሮግራም ዝነበረ ቅድሚ ሕጂ ምሉእ መጽናዕቲ ኣይተገብረሉን ነይሩ ናይ ፋይናንስ ምንቅስቃስ ስለ ዝኾነ ፖሊሲ ምሉእ ኣንደርራይት ክኸውን ኣለዎ ፕላስ በነፊሻሪ ኣቀዲሙ ኣይደንቲፋይ ክኸውን ኣለዎ ሚንስ ትራንስፓረንሲ ናይቲ ገንዘብ ነዚ ውን ድስራሕ ደሎ ኣብ ዝተወደኣሉ እዋን ናብ ኣባላት ክንሕብሮ ኢና። እዚ ናይ ሆም ኦውነርሺፕ ዝበልክዎ እውን ልክዕ ኣብዚ ዓውዲ ኣፍልጦ ዘለዎም ሎውየርስ ሌጅስሌሽን ናይ ኣልበርታ ኣፅኒዖም ክነግሩና እዮም። the moment ኣብ ዝነገሩና እውን ናብ ኣባላት ክነቕርቦ ኢና። ካሊእ ካብቲ ቀንዲ ምስ ቪዥን ናትና ድኸይድ ዝበልናዮ ናይ ሜንታል ሀልዝ ሳፖርት እዩ። እዚ እውን ብዝተፈላለየ መገዲ ብዙም፣ ሚቲን ኣብ ቲምስ ጌርካ ናብ ሰብ ብምብጻሕ ሓፈሻዊ ንቕሓት ናይ ጥዕና ኣእምሮ ጥራሕ እዩ ነይሩ ቅድሚ ሕጂ ኣገልግሎት። ሕጂ ግን ምስ ኣካላት ናይ መንግስቲ ተረዳዲእና ናይ ሓደ ሰራሕተኛ ባጀት ተዋሂብና ኣሎ ናይ ሜንታል ሀልዝ ሳፖርት ምሉእ ግዚኡ ንዑ ዝህብ እውን ኣብ ምቑጻር ክንኣቱ ኢና። ካልእ ብዓቢኡ እቲ ኣድቮካሲ ፎር ኤሪትሪያንስ ዝብሃል ኣብዚ ዓዲ ዘሎ ዝኾነ ሕብረተሰብ ንዕኡ ወኪሉ ኣብ ዝኾነ ቦታ ዝኸደሉ ኣካል ወገን ጎኒ ኣለዎ ንሕና ከኣ ኣብዚ ዓቕምና ንገብር ኢና of course ግን ኣብ ኩሉ ኣብ ጽላት ናይ ጥዕና ኣብ ሕክምና ኣብ ትምህርቲ ድሕረ ባይታ ናይቶም ኣባላትና ኮይና ንኽንሰርዕ ውን ሓደ ካብቲ ቪዥን ናይ ኢካክ ኣላይን ኣብ ምግባር እዩ ካልኣይ ኣተኩሮ ናትና ከኣ ኣብ ፋይናንሻል ሳስተይናብል ፕላን እዩ እንታይ ዓይነት ሳስተይናብል ዝኾነ ፕላን ክንገብር ኣለና ከም ሕብረተሰብ ንኽንቅጽል ንዝብል እዩ ኣብዚ እቲ ቀንዲ ማሕለኻ ሒዝና ዝነበረ ናይ CRA non compliance እዩ። ሬድ ፍላግ ስለ ዝነበርና ማለት እዩ። ኣብ ዝሓለፈ ክልተ ዓመት ዝተገብረ ጻዕሪ እቲ ሬድ ፍላግ ተኣልዩ ድሮ ቀጠልያ ፍላግ ተዋሂብና ዓሚ ናይ ክረምቲ ሰራሕተኛታት ንክንቆጽር ብመንግስቲ ፋንድ ተዋሂብና ኣመሓዲርናዮ። ሎሚ ዓመት እውን ከምኡ ጌርና ኣለና። ንጽበ ኣለና ክንደይ ሰባት ከም ዘፍቅዱልና። ዕድላት ስራሕ ንኤርትራውያን ዝፈጥር ጉዳይ እዩ እዚ። ካልኣይ ከኣ። ንዲጂታል ሊተራሲ ፕሮግራም ክንገብሮ ንኽእል ወይ ከዓ ኢንሃንስመንት ናይ ዲጂታል ትራንስፓረንሲ ናይ ኤካክ ንኸዓቢ ፀጋታት ኣብ ምድላይ ፀኒሕና። ሓደ ካብኡ ምናልባት ናይ ምምሕዳር ናይ ከተማ ካልጋሪ ዝዘልናዮ ከባቢ ሰላሳን ሸሞንተን ሽሕ ድኸውን ሓገዝ ሂብና ኣሎ ነቲ ማይ ኢካክ ክነዕብየሉ ንኽእል። ካሊእ ካብቲ ሳስተይናብል ፕላን ንብሎ ዝያዳ ቡልነራብል ዝኾኑ ኣብዚ ሕብረተሰብና ሲንየርስ እዮም ናይ ዕድመ ሰብ ጸጋ ንዕኦም ብዓቕምና ዝኾነ ዓመታዊ ሓደ ወይ ክልተ ግዜ ኣብዚ ከባቢና ዘሎ ቦታ ኣብ ምዝዋርን ኣብ ገለ ንጥፈታት ንገብር ኔርና ብውሽጣዊ ዓቕምና ማለት እዩ ንዝመጽእ ዘሎ ሓሙሽተ ዓመታት ምስ ኢኮኖሚክ ኤንድ ሶሻል ደቨሎፕመንት ካናዳ ክሳዕ ናይ ከባቢ ሓሙሽተ ሚእትን ሓምሳን ሽሕ ድኾን ኣብ ውሽጢ ሓሙሽተ ዓመት ንሲነርስ ዝውዕል ፕሮግራም ኣብ ምትእታው ረኺ ጀሚርና ኣለና ማለት እዩ so እቲ ሳስተይናብል ፕላን ሓደ ካብቲ ዕላማና እዩ ካልኣይ ከኣ እቲ ቪዥን ናይ ኢካክ ኣላይን ምግባር so ኣብቲ ናይ ቪዥን ናይ ኢካክ ኣላይን ናይ ምግባር ምስቲ ዝቕጽል ኤጂኤም ዝተኣሳሰር እዩ ክንገብሮ ኣለና ኢልና ንሕና ንገብሮ ነገር ኣይኮነን ኣብ ኤጂኤም ዝሓልፍ ጉዳያት ኣሎ ገሊኡ ኣብኡ ክረኤና ማለት እዩ ኣዳራሽ እንተኸይኑ ናይ ኮሚኒቲ ክሳዕ ሕጂ ዘይተገዝኤ እንታይ ገንዘብ ኣሎ ናቱ ንዝብል እቲ ኮሚኒቲ ሃብ ናይ ኤርትራውያን ገዛ ወይ ቤት ኤርትራውያን ኣብ ካልጋሪ ንምህናጽ ኣባል በብዓቕሙ ፕላስ እቲ ብውሑዱ ነፍሲ ወከፍ ከዋጽኦ ዝግብኦ መጠን ገንዘብ ኣብ ምውጻይ ዝርከብ ደሎ ግን ገዛ'ውን ንኽትገብር ኣብዚ ዓዲ ብውልቀ ሰብ ይኹን ብትካል ይኹን ክተማልኦ ዘለካ ቅጥዕታት ኣሎ። ሓደ ካብኡ እቲ ኣቐዲሙ ቻለንጅ ዝነበረ እቲ ናይ CRA ዝበልናዮ ናይ ታክስ ኮምፕሊያንስን ናይ ካልእን እዩ። ካልኣይ ከኣ ናይ ዩቲላይዜሽን ፕላን ዝበሃል ኣሎ። እንታይ ዓይነት ገዛ ኢኻ ክትገዝእ ንዝብል ክሳዕ ዓሚ ቅድሚ ዓሚ ንኣባላት እንዳሓተትና ኣብ መሕትት ኣዳራሽ ዶ ይሓይሽ ፓላሶ ዶ ይሓይሽ፣ እንዳልና ንሓትት ኔርና ኢና ንሰባት ግን ኣብ ዝበዝሕ ዝረኣናዮሲ ሜዳ ኩዕሶ ደሎ ኣብ ውሽጢ ቀጽሪ ናይ ከተማ ካልጋሪ ክትረክብ በዚ ዘለና ዓቅሚ ገንዘብ ዳርጋ ከቢድ እዩ ንኩዕሶ ንክጻወትሉ ኢልካ ካብ ደረት ናይ ካልጋሪ ወጻኢ ብዘሎ ክትገዝእ ውን ንኩዕሶ ኢሎም ብዙሕ ሜዳታት ረጊጾም ውን ከይዶም ክጻወቱ ኣብኡ ዘለዎም ተክእሎ ኣይረኣየካን እዩ so sustainable ናቱ plan utilization ኣይተገብረን ኔሩ ካልእ ንክትልቃሕ ገንዘብ ውን ክረዲት ሂስትሪ ሰለድልየካ እቲ ኮሚኒቲ ክሳዕ ክልተ ሽሕን ዕስራን ሰለስተን ናይ ሰለስተ ሽሕን ሓሙሽተ ሚእትን ክረዲት ካርድ እዩ ነይርዎ which is ሓደ ኒው ካመር ክመጽእ ከሎ ኣብዚ ዓዲ ናይ ሓሙሽተ ሽሕ ክረዲት ካርድ እዩ ዝወሃቦ እዚ ከኣ ናይ ምልቃሕን ናይ ምኽፋልን ታሪኽ ክረዲት ሂስትሪ ዘይምህላው ሃሳዩ ነይሩ ማለት እዩ ነዚ ሽግራት እዚ ብዝሓለፈ ዓመታት ኣሊና ኣብዚ ኪዋን ዳርጋ ወዲእናዮ ዘልና ንገዛ ዝምልከት ቁጽሪ ሓደ እቲ ናይ ላይን ኦፍ ክረዲት ፑል ወሲኽና ኣለና ነቲ ኣካውንት ካብ ሰለስተ ሽሕን ሓሙሽተ ሚእትን ናብ ሓደ ሚልዮን ናይ ላይን ኦፍ ክረዲት ኮሚኒቲ ክብ ኢሉ ኣሎ ማለት እዩ ካልእ እቲ ናይ ኤጂኤልሲ ፋንድ ዝበሃል ኣሎ እዚ ናይ ኤጂኤልሲ ከኣ ክሳዕ ሚእቲ ዓመት ክትጥቀመሉ እትኽእል ዓይነት ባጀት እዩ። እሱ ከኣ ሪቴነር ክትገብር ትኽእል ኢኻ ክሳዕ ኣርባዕተ ሚእትን ዕስራን ክልተን ሽሕ ድኸውን ካብኡ ኣሎኬት ተገይሩ ኣሎ። ፕላስ ናይ ፋይናንስ ምናልባት ኢፍ ማይ ነምበርስ ኣር ሮንግ ዩ ካን ኣድ ላይክ ከባቢ ሓደ ነጥቢ ሰለስተ ወይ ሓደ ነጥቢ ኣርባዕተ ሚልዮን ዝኸውን ከኣ ዝተኣከበ ናይ ናይ ኣዳራሽ ገዛ መግዝኢ ድበሃል ኣሎ። እዚ ልክዕ በቲ ፕሮፐር መስርሕ ናቱ ሒዙ ስላይዜሽን ፕላን ኣብ ዝተኻየደሉ ኣብ ዝተመለኣሉ እዋን ታስክ ፎርስ ቆይሙ እቲ ናይ ምግዛእ ንክፍፅም ኦረዲ ዝቆመ ኣካል ኣሎ ማለት እዩ። ከም ዝፍለጥ ኣብ ወርሒ ለካቲት፣ February፣ AGM ተኻይዱ። ካብኡ ሰሙን ድማ ነቶም ኣባላት ዝተላእከ ሓበሬታ ነይሩ። እቲ AGM ክግበር ከምዘይተኻእለ እቲ ዝሓሸ መገዲ ድማ ናብ ሕጊ ምውሳዱ ምዃኑ ተሓቢሩ ነይሩ። ስለዚ ኣብዚ ኣብ ምንታይ መድረኽ ተበጺሑ ኣሎ ብኣኻ ክጅምር'የ ዳኒ። ተሓባቢርኩም ድማ እንታይ መስርሕ ከምዘሎ

ንሱ ፕሪፔር ጌሩ ምስ ሃቡና ንሕና ቼክ ንገብሮ ስለ ዘለና ቼክ ጌርናዮ ኦረዲ ዳርጋ ናብ ኮርት ኣትዩ ኣሎ ኩላህና ካብ እቲ ቴክስትን ኣይ ቲንክ ኢሜልን ተሰዲዱልና ኣሎ ኣብዚ በጺሕና ኣለና ማለት እዩ ካብኡ ዘሎ ግርማይ
ያ እቲ ከም ዳንኤል ዝበሎ እቲ መስርሕ ናይቲ ኣፊዳቪት ፕላስ ኣፕሊኬሽን ማለት እዩ

እንድሕር ሕቶ ኣለኩም ኣብቲ መዓልቲ ናይ ኮርት ዴይት መጺኹም ሕቶታትኩም ወይ ክሳ ክትገብሩ ትኽእሉ ኢኹም ማለት እዩ። ስለዚ እዚ ኩሉ መስርሕ ዝኸድናዮ ንምንታይ እዩ እንተተባሂሉ ኣብ ካናዳ ክትሰርሕ ከለኻ ብናይ ካናዳ ሕጊ ኢኻ ትኸይድ። ምሳሌ ብዝመጸ ዘይትገብርዎ ነበርኩም ወይ ቴን ፐርሰንት ድዩ ትዌንቲ ፐርሰንት ድዩ ከምኡ ይግበር ነይሩ ቅድሚ ሕጂ ከምኡ እንዲና ንገብሮ እዚ ኩሉ ዓመታት ምናልባት ኣርባዓ ዓመት ውን ክትብል ትኽእል እኻ እሱ ጸገም የብሉን ግን ብዓሰርተ ድኻ ክትገብሮ ብዒስራ ሓላፍነት የብልናን ንሕና ክንቀያይሮ እዚ እቲ ኣገባብ ዝተኸተልናዮ ናብ ኮርት እቲና ኣለና ሚኒመም ላይክ ቴን ፐርሰንት ኢልናዮ ኣለና ስለዚ ኢፍ ኢት ወርክስ ግድ ኢፍ ኖት ክቕየር ዝኽእል ተኾይና ክቕየር እዩ ስለዚ እቲ My message is properly ብሕጊ እንተተመራሕና ኣብ ካናዳ ክንቅመጥ ከለና እቲ ዝሓሸ መገዲ እዩ ይብል። Yeah so ዝኮነ ሰብ ሕቶ ዘለዎ ሰብ ነቲ ዶኩሜንት ሪቪው ይግበሮ ኣብታ ናይ ኮርት መዓልቲ ከኣ ሕቶ ዘለዎ ሰብ ኣብ ኮርት መጺኡ ሕቶ ዝኮነ ኮንሰርን ዘለዎም ነጻ ኢኩም ብኩሉ ኣባል ዝኮነ ማለት እዩ። ስቲል ኣብ ዌብሳይትን ኣቲኹም ዝኾነ ሕቶ እንድሕር ኣለኩም ክሊር ክገብረልኩም ትደልይዎ ነገር እንድሕር ኣሎ ኣብኦም ኣቲኹም ትሓቱና ትኽእሉ ኢኹም ፎር ክላሪፊኬሽን ኦፊስም ክፉት እዩ ስጋብ ሰዓት ሓሙሽተ ኣፖይንትመንት ጌርኩም መጺኹም ዘለኩም ሕቶታት ክትሓቱ ትኽእሉ ኢኹም። ቀንዲ ናተይ ሃላፍነተይ ፒኣር እዩ ህዝባዊ ርክብ በታ ናተይ ሃላፍነት ዘላ ጸብጻብ ከኣ ሕጂ ከቕርበልኩም እየ። እቲ መጀመርያ ኣብ ቤት ትምህርቲ ኣትሊስት ሰሙናዊ ወይ ከኣ ኤቭሪ ቱ ዊክስ ኣኼባ ንገብር ኔርና ምስ ቤት ትምህርትታትን ምስ ካልኦት ኣመሓደርቲ ናይ ካቶሊክ ስኩል ብዙሓት ኣኬባታት ንገብር ኔርና ምኽንያቱ ብፍላይ ሓደሽቲ ዝመጹ ተማሃሮ ብዙሕ ጸገም የጋጥሞም ስለ ዘሎ ከመይ ጌርና ነቲ ጸገም ክንፈትሕ ከም ዘለና ኦልሞስት ብዙሕ ኣኼባታት ጌርና ኔርና። ካብቲ ዝገበርናዮ ኣኼባ እቲ ቀንዲ ኣድማዒ ኮይና ዝረኽብናዮ እንታይ እዩ? ነቶም ወለዲ በቲ ንሶም ዝርድእዎ ቋንቋ ኢሂን ሚሂን ክበሃሃሉ ብናይ ፋዘር ላኮምቤን ካቶሊክ ስኩል ዝተዳለወ ኣኼባ ተጌሩ ኔሩ። ኣቡኻ ኩሉ ሰብ ኩሉ ወለዲ እቲ ንሱ ዝስምዖ ነገር በቲ ንሱር ዝርድኦ ቋንቋ ገይሩ ጸገሙን እቲ ካብ ቤት ትምህርቲ ዝጽበዮን ነገር እንታይ ሓገዝ ከም ዝደልዩን ንሱታት ኣኼባ ገይርና ብጣዕሚ ጽቡቕ ነይሩ hopefully ሕጅም ካልእ ኣኼባታት ክንገብር ኢና ከመይ ገይርና ካብቲ ጠጠው ዝበለ ሉሃ ናብ ዝሓሸ ነገር ክስታይ ንገብር ማለት እዩ ምክንያቱም ኩሉ ወለዲ ደቁ ናብዛ ዓዲ ከምጽእ ከሎ ኣብ ጽቡቅ ደረጃ ንክበጽሑ ሰክሰስፉል ክኮኑ ጽቡቅ ፊቸር ክህልዎ ኢሉ እምበር ኣብዚ ምስ መጹ ናብ ቤት ማእሰርቲ ክኣትዉን ናብ ካልእ ጎዳናታትን ክከዱ ኣይኮነን ኣከሙታት ከኣ ዘእትዎም ከኣ ጸገማት ዘላለናዊ ጸገማት ስለ ዝነበረ ኣከሙታት ጽቡቅ ጌርና ሰሪሕናሉ። Hopefully ኣብ ዝመጽእ ከኣ update ክንነግረኩም ኢና ኣብ እንታይ ዓይነት ለውጢ ከም ዘምጸት እቲ ዝተገብረ ኣኼባ ማለት እዩ ካብኡ ቀጺሉ ዘሎ እንታይ ዮሃ ቅድሚ ሕጂ ኣብ ካልእ ቦታ ስፔሻል ኣብ ኤርትራ ከም መምህር መምህርና ኮይኖም ዝሰርሑ ዝነበሩ ሰባት ኣብዚ ዓዲ መጺኦም እቲኦም ወረቀት ዘለዎም ከመይ ገይሮም መምሃራን፣ fully መምሃራን ክኾኑ ከም ዝኽእሉ ሓበሬታ ተዋሂብዎም እንድሕር ዘይኮይኑ ከኣ ስጋብቲ ኣብቲ ደረጃ ዝበጽሑ ከኣ ከም ኣሲስታንት ቲቸር፣ ተሓጋጋዛይ መምህር፣ ኮይኖም ንክሰርሑ ከማን ዕድል ረኺቦም ዝተቖጽሩ ሰባት ኣለዉ። ስለዚ ኣብ ጽቡ ደረጃ ይበጽሕ ኣሎ ማለት እዩ።
ጽባሕ ንግሆ፣ ኣቲ መብዛሕትኦም ክመጹ ከለው እቲ ዝተማሃሩሉ ሰርተፍኬት ወይ ዴግሪ ገለ ምስኦም ሰለ ዘየምጽእዎ ከመይ ጌርና ናይ ኣልበርታ መንግስቲ እቲ ብዘይ ሰርተፍኬት ከይሓዙ ከመይ ጌሮም ግን እዚ ስራሕ ናብ ፉል መምሃራን ዝቁጸሩሉ ኦፖርቺንትም ንዘራረብ ኣለና ክንሕብረኩም ኢና ማለት እዩ። እቲ ካልእ ከኣ ያው ቅድሚ ሕጂ ከምቲ ትፈልጥዎ ብዙሕ መቅተልትን ብዙሕን ሓደጋታት ይበዝሕ ስለ ዝነበረ ከም ፕሮጀክት ወሲድና ኣኼባታት ጌርና ኔርና ምስ ናይ ካልግሪ ሜር ሲቲ ካውንስላት ካልግሪ ፖሊስ AJLC ምስቶም ኩሎም ሓለፍትታት ዝምልከቶም ሓለፍትታት ኣኼባታት ጌርና ከመይ ጌርና ፒስፉል ዝኾነ ሰላማዊ ዝኾነ ሰብ ብውሕስና ካብ ዝኾነ ቦታ ከይዱ ናብ ዝኾነ ቦታ ከመይ ገይሩ ከም ዝምለስ ወይ ከዓ እትዮም ቢዝነስ ኦነራት ከመይ ገይሮም ብሕጋዊ መገዲ ይጓዓዙ ዝብል ኣኼባታት ጌርና ያው እቲ ኩሉ ሓላፍነት ንዕኦም ገዲፍናዮ ኣለና ማለት እዩ ግን ካብቲ ቅድሚ ሕጂ ስትራግል ዝገብርናሉ ሕጂ ኣብ ፅቡቅ ደረጃ በጺሕና ኣለና። እቲ ሳልሳይ ከኣ ቮለንቲር ክትገብሩ ትደልዩ ሰባት ኣብ ጾምን ሓንሳብ ኢካክ ናብ ቤት ማእሰርቲ ንኸይድ ኢና ኤቭሪ ዌንስደይ ማለት እዩ ሮብዕ ሮብዕ ንኸይድ ኢና ኣብኡ ከድና ቮለንቲር ንገብር ብዙሕ ንገብሮ ነገር የለን ጀስ ካርታ ንጻወት ግን ቀስ ኢልና ከኣ ነቶም ቆልዑት ንሓቶም እንታይ እዩ እቲ ፀገም ኣብኡ ከብፅሖም ዝከኣሎ ፀገም እንታይ እዩ ሕቶታት ንሓቶም ምስ ወፃኹም እንታይ ክትገብሩ ኢኹም እንዳበልና just እቲ ኮኔክሽን ቢውልድ ንምግባር እቲ ፀገም እንድሕር ኣለሊናዮ ብከመይ ጌርና ካልኦት ቆልዑት ናብቲ መገዲ ንከይኣትዉ ክሕግዝና ስለ ዝኽእል ዋላ ምስቲ ቤት ማእሰርቲ ኮኔክሽን ፈጢርና ኣለና። ካብ ቤት ማእሰርቲ ምስ ተፈትሑ ከኣ እንታይ ዓይነት ህይወት ይህልዎም ዝብል ነገር ከኣ ብዛዕብኦም እናተዘራረብና ኢና። So Hopefully Finalize ምስ ገበርናዮ ክንሕብረኩም ኢና። እቲ ራብዓይ። ቅድሚ ሕጂ ኣይ ቲንክ ወርሒ ሰለስተ መስለኒ ናይ ወመን ኢምፓወርመንት ዴት ጌርና ኔርና ንዴታት ከነብ መበረታትዒ መዓልቲ ማለት እዩ እዚ ዝገበርናሉ ምክንያት ንምንታዩ ኩሉ ግዜ ቆልዑት ዳይሬክት ኮኔክሽን ዘለዎም ምስ ኣዲኦም እዮም ካብ ቤት ትምህርቲ ክመጽእ ከለው ዋላ ዝኾነ ሽግር ክኣቱ ከለው ኣትሊስት መጀመርያ ምስ ኣዲኦም ስለ ዝኾነ ርክብ ዘለዎም ከመይ ጌርና ንዴታት ከነብርትዐን ንሰን ድሕር ኣበርቲዕናየን ንሰን ኢምፓወር ድሕር ጌርናየን ሓንቲ ኣደ ኣብ ገዛ እንድሕር ጥዕያ ንውላዳ ጽቡቅ ክትከውን እያ ንሓዳራ ጽቡቅ ክትከውን እያ ሕጂስ ከምኡ ብምባል ፕሮግራም ኣዳሊና ኔርና ዋላ ኣብ ሽዑ መዓልቲ ከቢድ ዋላ በረድ ይውረድ እምበር ነቲ በረድ ከይበደሆም ብዙሓት ሰባት መጺኦም ናይ መጀመርያ ግዜ ዕውት ዝኾነ ኣኼባ ጌርና ኣብኡ ከኣ ዝተፈላለየ መደባት ጌርና ተዘራሪብና ካብቲ ዝተዋሃበና ከማንሲ ሪኢቶ ንምንታይ ከምዚ ዓይነት መደብ ወርሒ ወርሒ ዘይትገብሩልና ኢሎም ኢሎም ኢሎምና ኣለው so hopefully ክቅጽል እዩ ካልእ መደብ ከኣ ሒዝናዮ ዘለና ሕጂ father's day ይመጽእ ስለ ዘሎኻ ነቦታት ከኣ empowerment መዓልቲ ንገብረሎም ኢና። ከመይ ጌርና እንታይ እዩ ሽግሮም ዘሎ ኣቦታት እንታይ ክንሕግዞም ዝብል ከኣ ብዛእቦም ኣብ ዝቀጽል ክንዘራረብ ኢና ማለት እዩ። እቲ ሓምሻይ ክንዝራረበሉ ዘለና ያው ፌደራል ሰፖርት ምስዚ ናይ ኢኮኖሚ ብዙሕ ሰብ ይሽገር ኣሎ ብፍላይ ኣብ ቀብሪ ክመጽእ ከሎ ያው ንሃና ሰብ ሓቦኛ ስለ ዝኮነ ካብቲ ዘይብሉ ገይሩ እዩ ዝሕግዝ ግን ኣብ ከም ኣብ ሰብ ኢድ ከየወደቅና ከመይ ገርና በቲ ነቲ ህዝቢ ፋይናንሻሊ ብዘይ ሃስይ ከመይ ገርና ኩሉ ሰብ ከም ናይ ኣባልነት ከም ግዴታ ገይሩ ነንሽተይ ሰልዲ እንዳከፈለ ኣብዚ ሓደጋ ናይ ሞት ሓደጋ ኣብ ዘጋጥም ግዜ እቲ ቤተሰብ ከመይ ገይሩ ሓገዝ ይርከብ ዝብልም ንዘራረበሉ ኣለና ያው ጀሚርናዮ ነርና ቅድሚ ሕጂ ግን ኣብ ማእኸል ብዙሕ ዝረኸብናዮም ነገራት ስለ ዘሎ ምእንቲ ጽፍፍ ዝበለ በዚ ናይ ዓዲ ሕጊ ክንከይድ ንዘራረበሉ ኣለና ኣብ መጻኢ ግዜ ከነፍልጠኩም ኢና ማለት እዩ። እሺ Thank you ዳንኤል ከምኡ ከኣ ግርማይ ቀጺለ። ገለ መብርሂ ዝደልየሉ ሕቶ እንተልዩ ብጉዳይ ኤሪትሪያን ላንጉጅን ካልቸራል ስኩል እዩ። ኣብርሃለይ ናባኻ ከብሎ እየ። ቅድሚ ሕጂ ብመገዲ ሚድያ ኣብ ምዝርራብ ኣብ መስርሕ ከምዘሎ ዝተሓበረ ሓበሬታ ነይሩ'ሞ፣ ኣብ ምንታይ ተበጺሑ እንታይ ተገይሩ ኣሎ ኣብ ዙርያ ናይቲ ዝነበረ መስርሕ ገለ መብርሂ ክትበና። ሕራይ ዮናስ የቐንየለይ Thank you ከም ዝሓበርካዮ እቲ ቤት ትምህርቲ ቋንቋን ባህልን ናይ ኤርትራ ዝኾነ ጸገም ኣብ ስኩል ዝነበሮ ጸገም ኣብ በብእዋኑ ንዘራረበሉ ስለ ዝነበርና እቲ ናቱ ክብ ዝበለ ጸገም ከኣ ብልምዲ ወይ ብሓሳብ ድኣ እዩ ኣብ ትሕቲ ኢካክ ወይ ከኣ ናይ ኢካክ እዩ ናይ ኮሚኒቲ ዝበሃል ነይሩ እምበር ዝኾነ ንዕኡ ዘነጽር ወይ ከኣ ንዕኡ ዘተኣማምን ዶኮመንት ክጸንሕ ስለ ዘይከኣለ እቲ ንዕኡ ዝወሃብ ዝነበረ ፋይናንሳዊ ሓገዝ ደው ምስ በለ ከኣ ኣብ ብዙሕ ምዝራብን ምክታዓትን ኣትዩ ማለት እዩ። ምናልባት ዝሕበር እዚ ናይ LGLC ዝበሃል ዝመጽእ ጎይጋ ብልምዲ ናይ ካዚኖ ዝበሃል ብኢካኪ ፈሪሞ እቲ ወዕል ንቤት ትምህርቲ ይወዕል ነይሩ ብልምዲ እምበር ዝኾነ ስምምዓት ዝተገብረሉ ወይ እታ ቤት ትምህርቲ በይና ከይዳ ዝተሰማምዓትሉ ስለዘየለ ነዚ ብዙሕ ምዝራብ ክንገብር ጸኒሕና ኣብ ዝሓለፈ ዓመት ኣብ ዲሰምበር ግን ምስቶም ኣካየድቲ ናይቲ ቤት ትምህርቲ ዝበሃሉ ከምኡውን መምሃራን ከምኡውን ገለ ወለዲ ብኣካል ኣብዚ ተራኺብና እቲ ክኸውን ዝኽእል ነገር ወይ ከኣ ዶኮመንት ንዕኡ ዝምልከት እንድሕር ኣለዎም ኮይኑ ክንሕግዘሉ ንኽእል ኢካክሲ ነቲ ቤት ትምህርቲ ብሕጋዊ መንገዲ ወይ ከኣ ሰነዳዊ ብሰነድ ተኸቲልካ ክትሕግዘሉ ትኽእል ሰነዳት ከቕርቡ ተዘራሪብና ማለት እዩ ኣብቲ ሽዑ ዝተገብረ ምርድዳእ ከኣ ሰነድ ከምጽኡልና ምዃኑ ነቲ ቤት ትምህርቲ ንኢካክን ኣብ ሓደ ጠርኒፍካ ኣብ ትሕቲ ኢካክ እንዳተማሓደር እቲ ቤት ትምህርቲ ክከይድ ኣብ ዝብል ስምምዕ ተሳሚዕና ነዚ ከኣ ከነምጻልኩም ኢና ንዕኡ ዝምልከት ሰነዳት ወዲእና ምስቶም ዝምልከቶም ካልኦት ተዘራሪብና ከነምጻልኩም ኢና ተባሂልና ማለት እዩ ተጸቢናዮም ክሳብ ሕጂ ዝመጻና እኳ ተዘየለ ናይ መወዳእታ ኢመይል ዝጸሓፉልና ውን ኣብ ፌብርዋሪ ቅርሻይን ዕስራን ሓሙሻን ማለት እዩ ጽሒፎሙልና ኔሮም ድሕሪኡ እቲ ርክብ ዝኾነ ኣይመጻናን ወይ ከኣ እቲ ካብቲ ዝሓተትናዮ ዝኾነ ዶኩመንት ስለ ዘይመጻና እቲ ንደልዮ ንሕና ካብቲ ቤት ወይ ከኣ ኢካ ክትደልዮ ካብቲ ቤት ትምህርቲ ክሳብ ዘይመጸ ከኣ እቲ ብልምዲ ዝወሃብ ዝነበረ ሓገዛት ሕጂ እውን ክራይ ናይ ቤት ትምህርቲ ይኹን ደሞዝ ናይ መምህራን ይኹን ጠጠው ኢሉ ኣሎ ማለት እዩ ነዚ ጠጠው ዘበልናዮ ከኣ ብሕጋዊ መንገዲ ክንከይድ ስለ ዘለና ከምዚ መሓመድ ኣደም ክብሎ ዝጸንሐ ካብቲ ሕጋዊ ነገራት ኣካይዳ እቲ ኢድ ካብ ቁሩብ ወጺኡ ስለ ዝጸንሐ ኣብ ብዙሕ መዳያቱ ሓደ ካብኡ ከኣ ኣብቲ ናይ ቤት ትምህርቲ ስለ ዝኾነ እዚ ቤት ትምህርቲ እዚ ከኣ እቲ ሕጊ ተኸቲሉ ምስቲ ኮሚኒቲ ዘለዎ ርክብ ንጹር ኮይኑ ብሰነድ ዝተተሓዘ ንኽኸውን እሞ ድሕሪኡ እቲ ዘድሊ ክንገብረሉ ካብ ዝብል ሓሳብ ከኣ ክሳብ ሕጂ ንጽበዮም ኣለና። ሕጂ ውን እቲ ማዕጾ ክፍት እዩ መጺኦም እቲ ቤት ትምህርቲ ዝምልከቶም ኣካላት መጺኦም ዘለዎም ሰነዳት ሂቦም ብከመይ መንገዲ ከኣ ብ ሓደ ክንገብሮ ከም ዘለና እቲ ቤት ትምህርትን ምክንያቱ ነዊሕ ዓመታት እቲ ቤት ትምህርቲ ብልምዲ ደኣ እዩ ናይ ኢካክ ተባሂሉ እምበር ኣብ ትሕቲ ኢካክ ኣይጸነሐን ናትኦም ባይሎው ኣለዎም ናትኦም ቦርድ ኣለዎም ናትኦም ምምሕዳር ኣለዎም ስለዚ ክትሕውሶም ድሕሪ ኮንካ ከኣ ከተቕርቦ ዝግበኣካ ሰነዳት ስለ ዘሎ ረዲ ነቶም ዝምልከቶም ሰባት ከኣ ሓቢርናዮም ስለ ዘለና ስቲል ሕጂ ውን ንዕኡ ሒዞም ክመጹ እሞ ብስሩዕ መንገዲ ብምርድዳእ ከኣ ሰነድ ብዘለዎ ሕጋዊ መንገዲ ጌርና ክንከይድ እዩ እቲ ዕላማ ናትና ማለት እዩ ዝኾነ ሰብ ክርድኦ ሕጂ ውን ክሳብ እቲ ተጠሊቡ ዘሎ እሳቶም ውን ተሰማሚዖምሉ እቶም ቦርድ ናይቲ ቤት ትምህርቲ ዝምልከቶም ወይ ከኣ ዝምልከቶም ኣካላት ተሰማሚዖምሉ ዝኸዱ ንሱ ክሳብ ዘይመጸ እንገብሮ ለውጢ ኣይክህሉን እዩ። ዝኾነ ሰብ ግን ካብዚ ወጻኢ ዝኾነ ሕቶ ምስ ዝህልዎም ዝኽእልዎ ጸንሑ ሸምጾ። ኣብቲ ዌብሳይት ድዩ ብኣካል ኣብዚ ኦፊስ መጺኡ ድዩ ቤት ጽሕፈት መጺኡ ሰብ ብዛዕባ ነቲ ቤት ትምህርቲ ንኢካክ ዝምልከት ሕቶ ክሓትት ይኽእል እዩ። ኣብቲ ዌስይት እውን ክጽሕፍ ይኽእል እዩ። ካብኡ ወጻኢ ንሕና ደው ነብሎ ነገር የለን። ንሕና ብሓላፍነትና ከኣ። ን ከም ቀደሙ እንዲ ከምዚ እንዲ ኔሩ ስኢንኩም ዶ ኣይትቦም ንዝብል ዘረባ ከኣ ሱቅ ኢልናካ ንሕና ከምኡ ጌርና ክንከይድ ኣይንክእልና ማለት ስለዚ እቲ ምምዕራይ ኣብ ኩሉ ይበጽእ ኣሎ ብኩሉ መዳይ ክነዕርዮ ኢና ዝኮነ ዝምልከቶ ኣባል ከኣ ብዛዕባ ንዚ ኮሚኒቲ ምስኡ ዝተሓሓዝ ነገራት ሕቶ ምስ ዝህሉ ከኣ ብክፉት መንገዲ ክሓትትን ክውከስን ይክእል እዩ ማለት እዩ ሓደ እቲ ናይ ጸጥታን ምክብባር ናብቲ ናይ። ወሃብቲ ትካላት ዝግበር ዘሎ ኣብኡ እቲ ጌርናዮ ዘለና ምትሕሓዝ ብዙሕ እዋን ንሕና ብውልቅና ክንፈትሖ ወይ ኢካፍ ብዓቕማ ክትፈትሖ ፈቲናዮ ኣብኡ ዝኾነ ምዕባለ ክንርኢ ስለዘይከኣልና ግን ከምዚ ዳኒ ዝበሎ ምስቶም ዝምልከቶም ናይ መንግስቲ ኣካላት ተዘራሪብና ንሳቶም ከኣ ብመጠን ጸጥታ ናይቲ ከባቢ እውን ክምልከቶም ስለዝኽእል ብኡ መንገዲ ክሕዝዎ ከምዘለዎም ካባና ምትሕብባር ዘድልዮም ግን ነብሲ ወከፍ ማሕበር ወይ ከኣ ኣባል ኤርትራዊ ዝኾነ ካብቲ ቦታ ምኻድኳ ምቑጣብ ተዘይተባህለስ ብጊዜኻን ኣብ ሰዓትካን እቲ ዘድልየካ ምዝንጋዕ ጌርካ ኣብቲ ሰዓታ ዝፈቕዶ ከኣ ኣብ ነቲ ቦታ ገዲፍካ ወይ ከኣ ብእዋንካ ነቲ ምዝንጋዕ ፈጺምካ ናብ ቦታኻ ምኻድ ኣብኡ ክሳብ ምሕዳር ዘይምጽናሕ እዚታት ከኣ ነቲ ከጋጥም ዝኽእል ሽግራት ከጓድሎ ስለ ዝኽእል በዚ ኣጋጣሚ ንሕና ውን ዝኾነ ሰብ ባዕሉን ነብሱን ነቲ ስርዓት ናይቲ ሕግን ሓልዩ ኣኽቢርን ክኸይድ ማለት እዩ። ካልእ ከም ተወሳኺ ኣብቲ ናይ ሲኒየርስ ኢልና ዝገለጽናዮ ምናልባት ተገሊጹ ኣሎ ንሲኒየርስ ዝኸውን መደባት ወይ ከኣ ምወላ ወይ ከኣ ፕሮጀክት መጺኡ ስለ ዘሎ በዚ ኣጋጣሚ ንእግረ መንገደይ ዝኾነ ዓበይቲ ኣቦታትን ኣዴታትን ዘለዎ ሰብ ወይ ከኣ ኣባል እዚ ኮሚኒቲ ዘይተመዝገቡ እንተኾይኖም ኣብቲ ኮሚኒቲ ሒዝዎም መጺ ክመዝግቦም ነቲ ዘሎ ሽሻይ ወይ ከኣ ነቲ ዘሎ መደባት ከኣ ምስቶም መሳኖኦምን መሳተኦምን ኮይኖም ክዘናግዕሉን ኣብቲ ዝግበር ናይ ምዛር ቦታታት ወይ ከኣ ቱር ዝግበር ከኣ ተኻፈልቲ ክኾኑ እቶም ኣቦታትናን ኣዴታትናን በዚ ኣጋጣሚ ኩሉ ዝምልከቶ ሰብ ኣባል ኮሚኒቲ ዝኾነ መፂኡ ከመዝግቦም በዚ ኣጋጣሚ ከዓ መልእኽትና ነመሓላልፍ ማለት እዩ። ኣብ መወዳእታ ክንብሎ ደሊና ዘለና ከዓ እዚ ማዕረ እቲ ዳኒኤል ዝበሎ ቤት ማእሰርቲ ዘሎ ቆልዑ መብዛሕቶም ትሕቲ ዕድመ እዮም ንዓኣቶም ንኸዶም ኢና ንሳቶም ከዓ ኣብኡ ዘጋጠሞም ሽግራት ናብኡ ንኽወድቁ ዘጋጠሞም ነገራት ወይ ከዓ ዝቐሰቦም ነገር ብዙሕ ምኽንያታት ኣሎ ናትና ዕላማ ግን ምስ ከመይ ኢሎም ይወፁ ምስ ወፁ ከዓ ከመይ ገይሮም ተሃድሶ ይገብሩ ኣብ ከምኡ ዓይነት ካልኣይ ግዜ ንኸይሳተፉ። እሱ ጥራይ ዘይኮነ ድማ ካልኦት ብድሕሪ ሕጂ ንዝገብርዎ መዕርኽ ወይ ከኣ መቕርብ ከይልክምዎም ኣብ ዘይተደልየ ቦታ ከየብሎም ኣቐዲምና ከመይ ክንከላኸሎም ንኽእል ንዓኣቶም ከ ምስ ወጹ ከመይ ጌርና ክንከናኸኖምን ክንቆጻጸሮምን ምኽርናን ካልእን እናሃብና ኣብ እቲ ራይት ዌይ ወይ ከኣ ኣብቲ ቅኑዕ መንገዲ ከመይ ጌርና ከነሰጋግሮም ንኽእል ኢቲ ጻዕሪ ብሓፈሻ ናይቲ ኢካክ ብኸምዚ ምኽንያት ኢና ከኣ ካብ ዘለና ጊዜ ዝበዝሐ እኳ ዳኒኤል እዩ ዝኸዶ ንዕኡ ከየብኮረ ሮብዕ ሮብዕ ዝኸይድ ማለት እዩ ንሕና ውን ስሕት ኢልና ንኸይድ ኢና ኣብ መጨረሻ ክብሎ ዝደሊ እዚ ናይ ካዲት ዝባሃል ወይ ከኣ ናይ ወተሃደራዊ ስልጠና ኣብ ሓይሊ ኣየር ይኹን ሓይሊ ባሕሪ ይኹን ሓይሊ ምድሪ ይኹን ዝስልጥኑ ቆልዑ ካብ ዓሰርተ ክልተ ዕድመ ንላዕሊ ኣለዉ። ድሮ ውሑዳት ኤርትራውያን ደቅና ኣብኡ ተመዝጊቦም ስልጠና ይወስድዎ ኣለዉ። እዚ ናብ ምሉእ ወተሃደር ምዃን ዘይኮነስ ካብኡ ዝርከብ ስነስርዓት ኣብ ምግባር፣ ኮንፊደንስ ኣብ ምጥራይ፣ ቦታታት ኣብ ምርኣይ ከምኡ እውን ኣካላዊ ብቕዓቶም ንምህናጽ ዝሕግዞም ነገራት እዩ። ብኡ መጠን ከኣ ብዲሲፕሊን ተሃኒጾም ንኽኸዱን ከምኡ እውን ኣብቲ ናይ ስራሕ ዓለም ዝኣትውሉ ሰዓታት እውን ሓጋዚ ዝኾነ ረዚሜ ክግበረሎም እንድሕር ነፊዖም እውን ብትምህርቲ ደረጃ እውን ኣብ ዝለዓለ ደረጃ እንተበፂሖም ከኣ ብዙሕ ሓለፋታት ክህልዎም እዩ በቲ ዝስልጥኑ ዘለዉ ዓውዲ ናይ ወታደራዊ ሓለፋታት ክረኽቡ ከም ዝኽእሉ ተሓቢርና ኣሎ ስለዚ ዝኾነ ነዚ ጉዳይ እዚ ዝግደስ ወይ ከዓ ኣብዚ ጉዳይ እዚ ደቀይ ክመዝግቦም ይኽእል እየ ዝብል ጓል ይኹን ወዲ ብዘየገድስ ካብ ዓሰርተ ክልተ ዕድመ ንላዕሊ ኣብ ቤት ጽሕፈት ኢካክ መጺኡ እቲ ሓበሬታ ክወስዶ ይኽእል እዩ። ድሮ ነቲ ትምህርቲ ዝወሰድዎ ዳርጋ ሸውዓተ ሸሞንተ ወርሒ ዝገበሩ ኣለዉ ናብ እተፈላለየ ቦታ ሓደ መዓልቲ ከኣ ኣምጺእና ንዓኣቶም ኣብዚ ምስ ህዝብን ምስቲ መሳትኦምን ከነላልዮም ከም መደብ ሒዝናዮ ስለ ዘለና ኣብዚ ዘሎ ተገዳስነት ደቅና እውን ናብ ካልእ ካብ ምኻድን ብስርዓትን ብዲሲፕሊንን ንኽዓብዩልና ከኣ እዚ ናይ ካዴት ዝበሃል ተመዝጊብና ደቅና ኣብኡ ፕሮግራማት ክንሰርዓሎም ፅቡቕ ኮይኑ ይስመዓኒ ብግብሪ ከዓ ስለ ዝረኣናዮ ማለት እዩ ስለዚ እዚ መስልቲ ሓበሬታ የቐኔልና።
ሽግራት ናይ ኤርትራውያን ዳርጋ ምሉእ ካናዳ ተመሳሳሊ እንድዩ ዕድላት ከኣ ተመሳሳሊ እዩ ስለዚ ዓሰርተ ሓሙሽተ ሽሕ ኪሎሜተር ሪሕቅና ዘለና ካብ ኤርትራ ኣብ ካናዳ ዘለናስ ክብላ ብሓባር እንውዕለሉ ዲስካስ እንገብረሉ ሓደ ናይ ፓን ካናዳ ዝብል ኤቨንት ኣብ ሳመር ሓሲብና ኣለና ብዛዕባ እዚ ምናልባት ሱራፌል እንታይ እዩ ከመይ ክኸውን ዝብል ንእሽተይ ናይ ሓደ ደቂ ወይ ፍርቂ ደቂ ሓበሬታ እዛ ብሓማዳ ደም ክብላ ዝጸንሐ ኣብዛ ስትረንዘኒንግ ዘ ታይስ ብዝብል ኣርእስቲ እቲ ኣብ መንጎና ዘሎ ክሳይ ንምሽግራት ብሓደ ኮይና ክንሪኦ ማለት እዩ። ኣፍኮርስ ፀጋታት ተልዮም ከዓ ብሓደ ኮይና ክንካፈሎም እቲ ሓሳብ ንብምለን ኣብ ካናዳ ዘለዋ ማሕበረሰብ ኤርትራውያን ማለት እዩ ብምእካብ ኣብተን ብዝያዳ ከዓ ፕረሲን ኢሹስ ዘለዋ ማለት እዩ መንታል ሀልዝ ኣሎ ናይ መንእሰያት ምስ ጋንግ ዝተሓሓዘ ወይ እውን እቲ ካብቲ ንቡር ህይወት ወጻኢ ዘሎ ዝግበር ዘሎ ነገራት፣ ካብ ቤት ትምህርቲ ድሮፕ ኣውት፣ ብዓቢኡ ከኣ ኢንተግሬሽን፣ ምስቲ ዝጸንሓና ኮሚኒቲስ ኢንተግሬት ንገብር ኣለና ዶ ወይስ በታ ናትና መገዲ ጥራሕ ኢና ንኸይድ ዘለና በታ ካብ ኤርትራ ዘምጻእናያ ካብ ዓድና ዘምጻእናያ ስለዚ ኣብዞም ነጥብታት እዚኣቶም ድዝትዩ ካብ ዝተፈላለዩ ዓውዲ ትምህርቲ ዘለዉ ምሁራትን ክኢላታት ናይ ሪሰርችን ንዕድም ኣለና ፕላስ መራሕቲ ናይተን ኣብ ዝተፈላለየ ቦታት ዘለዋ ናይ ኤርትራውያን ማሕበረ ሰባት ከኣኒ ክንዕድም ኢና። ፕላስ ኣብ ካልጋሪ ዘለዉ ከኣ ብምልኦም ማሕበረ ኮማት ወይ ቤተ ክርስትያናትን ዝተፈላለየ እምነታትን ማለት እዩ ብምጥርናፍ ናይ ክልተ መዓልቲ ዝኸውን ኮንፈረንስ ከነዳሉ ኢና። Hopefully it will be there by the end of July or mid July but for more detail actually share ክንገብሮ ኢና። ነዚ ይመስል ማለት እዩ ከመይ ጌርና ኩላትና ኣብ ሓደ ኮይና ሽግራትና ንፈትሕ ምክንያቱ ኣብዚ ዘለናዮ ኩላትና ተመሳሳሊ ሽግር እዩ ዘለና ስለዚ ናብዘን ዝጠቅሰን ዝጸናሕኩ ሽግራት ብዘድሃበ ሪሰርችን ዓውደ መጽናዕትን ፕላስ ከኣ ዲስካሽንስ ክህልወና እዩ ማለት እዩ።
ኣዚና ኢና ነመስግን ሱራፌል ስለቲ መብርሂ። I think እቲ ሓፈሻዊ ዝነበረና መብርሂታት እዚ እዩ። ምናልባት ንፕረዚደንት ናይ ኢካክ ግርማይ ፋይናል መሰጅ ክትህቦ ትደሊ እንተሉ ዕድል ክህበካ ብእኡ ክንዛዘም።
So ብሓፈሽኡ እቲ ናይ ኢካክ መገዲ ሒዝዎ ዘሎ the last ብፍላይ እተን ካብቲ 2023 ጀምርና how to make ሌጋል ጀርኒ ፕላስ እዚ ናይ ታክስ ዝበሃል እዩ ሕጂ ውን እቲ ናይ ምዕባለ ታት ትርእይዎ ኣለኹም ብፍላይ ዝሓለፈ ኣይ ቲንክ ሰሙን መስለኒ ሰዲድና ነርና ብዛዕባ ኪዋን ሪፖርት ኢካክ ሳክሰስፉል ስኮር ዝገበሮ ስኮር ካርድ ሪኢኹምዎ ኹም ናይ ስፖንሰርሺፕ ናይ ፋይናንስ ምሕደራ ካልእ ካልእ ውን ስለዚ እዚ ሌጋል ጀርኒ ዳርጋ ኣብ ምውድኡ በጺሑ ኣሎ ን ኢካክ ውን ናብቲ ዝሓሸ ደረጃ ይኸይድ ኣሎ ካብቲ ናይ ስፖንሰርሺፕ ውን ናብ ካልእ ፕሮግራም ይምዕብል ኣሎ ምስ ካልኦት ተሻሪኹ ውን ምስ ካልኦት ኦርጋናይዜሽን ሪኣላይን ይገብር ኣሎ እዚ ብዓብዩ እዚ ትሪእዎ ዘለኹም ዕቤታት ናይቶም ኣብዚ ናይ ኢካክ ን ዳይረክተር መሓመድ ኣደም ምስ ናቱ ስታፍ ማለት እዩ ዝገብርዎ ዘለዉ ሳክሰስ እዩ ሶ ዊሽ ዘም ኦል ዘ ቤስት ኣብ በዓል ኪውቱ ከኣ ካብዚ ዝሓሸ ዕድላት ክገብሩ በዓል ሙሉእ ተስፋ እየ እቲ ዘሎ ናይ ሌጋል ፕሮሰስ ከኣ ኢን ዘ ኔክስት ናይንቲ ደይስ ዝውዳእ ክኸውን እዩ ሆፕፉሊ ኣንድ ኦቨር ኦል ን ኢካ ካብ ዝሓሸ ቦታ ገዲፍናያ ወላ ንመርሓ ከም ዘለና ካብቲ ውጽኢት ናይቲ ክሳይ ክረኣ ይከኣል እዩ። ንኹላትኩም
ኣባላት ቦርድ ከምኡ ውን ኣባላት ናይ ኢካክ ስታፍ መጺኹም ነዚ መግለጺ እዝን ነዚ መብርሂ እዝን ስለ ዝሃብኩም ብስም ኢካክ ከምኡ ውን ብስም ኩሎም ኣባላት ኢካክን ተኸታተልትናን ከነመስግን ንፈቱ። ክቡራት ተኸታተልትና ንሎሚ ዝነበረና መደብ ኣብዚ ክንዛዝም ኢና ማለት እዩ። ኣብ ካልእ መዓልቲ ብካልእ መደብ ክሳብ ንራኸብ ኣብ ዘለኹምዎ ብሩኽ ቅነ።